ዋትሳፕ ኤቭሪባዲ ሰላም ንኩለኹም ተኸታተልትና መደብ ብርሃን ሪከርድስ ከመይ ቀኒኹም ንሎሚ እውን ሓድሽ ዕላል ሒዘልኩም ቀሪበ ኣለኹ ሰብስክራይብ ብምግባር ምሳና ፅንሑ
ታይ ክብለኪ ታይ ለሞ ክስይ እሺ እምበኣር ኣርቲስት መርከብ ቦኒትዋ

ቤላ መርከብ ቦኒትዋ ንትግራይ እንታይ ትምንየላ? ኹፍሉ ኽለኽ ድሕኑለይ ናብ ንቡሩ ንኽምለስ ገዳማትና ኣቦታትና ብኻህናት ንኽቕደስ ትግራይ ሓሪፍ ቦኒትዋ ንኣዴኻ ልዕሊ ማንም ከም ትፈትዋ ሓደ እዋን ነጊርካኒ ኔርካ እሞ ካብ ኣዴኻን ዓድኻን ንመን ኢኻ ዝያዳ ትፈቱ? ኣደይን ዓደይን ኽልቲኤን ሓንቲ እቲ ኣይትልወጥ እቲ ኣይትሽወጥ ብኣልማዝ ብቕርሺ ብወርቂ ትግመት። ዋው ኣገላልጻ ትጸልእ ኣይተኻኣልካን ሓወኒ

ካብ ናይ ዓድና እትፈትዎም ደረፍቲ እንመን እዮም ኪሮስ ኪሮስ እያሱ ካብ ናይ ደገኸ ጣሪሃና ጣሪሃና መርከብ ቦኒትዋ ካብ ናይ ትግራይ ደርፊ መቀናበርቲ ንመን ተድነቕ ሙዚክ ተሴዋ ካሊእ ኸ ማሙሻ ግርም ኣብ ደርፍታትካ ዘይትርሳዕ መፈክር እንታይ እያ ከርተት ሕዚ እውን ግርም ትግርኛ ኣፍሮ ጓይላስታ
ናብ ናይ ፍቅሪ ሕቶታት እንትንኣቱ ፈለማ ምዛ ኣፍቃሪትካ ኣበይ ኢኩም ተራኪብኩም? ትግራይ!
ኣብቲ መጀመርታ ክትሪኣ ከለካ ከመይ ዓይነት እያ ነይራ? ከም በረድ ጸዓዱ ተስናናታ ሃነነን መበሊት ፍሽኽታ ኩሉ ተዓንቂፉ ክጥምታ ካሊእኸ
ፍሊት ምቅርቲ ጽብቕቲ ውቅብቲ ፍትውቲ ምዕርቲ ጥሪቲ ውሪቲ ጸባያ ምቹቲ እንታይ እያ ሒዛ ነይራ
እንታይ እናበልካ ድኣ ተላኺፍካያ። ጋመየ ስደድለይ መዓየ ጋመየ ስደድለይ መዓየ ኦኬይ እዛ ከም በረድ ጸዓዶ ኣስናናታ ሃነን መበሊት ኣፍቃሪትካ ብኸመይ ኢኻ ረኺብካያ? ተመንየ ብስለት ብተመት ረኺበያ ብማርያም ስለስ ብድሕሪኡኸ ልበይ ልበይ ንሓላላ ወሲዳቶ ንዘላለም ናይ በይና ገይራቶ ግርም ኣብቲ ፈለማ ተደጋጋሚ ክትረኽባ ክትደሊ ከለኻ ስልኪ ደዊልካ እንታይ ትብላ ኔርካ? ጸጉሪ ርእሲ ኺዶ
ብዓይኒ ላመጽእ ድርግስኒ ኺዶ ብዓይኒ ላመጽእ እንታይ እናበልካ ኢኻ ከ ናብ ፍቕሪ የእቲኻያ? ክሓልፍ ይምዕባባ ነዚ ዓለም ንጋልባ ባባ ጋልባ

ንኣፍቃሪትካ ብዙሓት ኣወዳት ንኽውንንዋ ይደልዩ ነይሮም እሞ ንሳኸ መልሳ እንታይ ነይሩ ምሉእ ታሪኹ እስከ ዋግዕና። ሽሽላቶም ዋዛ መሲላቶም ዘይትንከ እሾክ ኮይናቶም ኣማሪራቶም ክክክክ ከቢቦምዋ ዓሲሎምዋ ብጠለፍ ኣርእዮም ብዘይድለ ንክወስድዋ
ብድሕሪኡኸ? ዋይ ዋይ ኣቢላቶም ጉድ ገይራቶም ኣማሪራቶም ኣማሪራ ኣቢላቶም። ይኹን ደኣ እምበር ኣብ ፍቕሪ ነዊሕ እዋን ጸንሑ ዘይገብረኩ ምኽንያት እንታይ እዩ? ዓይነ ዘዋር ኮይና ኩሉ ላጽነትት መልክዕስ ነይርዋ ጸባይ ለሓየለት ኦኬ ጠንቂ መፈላለይኹም ከ እንታይ እዩ? ደገ ደገ ኣብዚሓ ምስ ኣዕርኽታ ናይ ምሕያላ ምስጢር ከ እንታይ እዩ? ኣቕቢጠን ኣዕብየን ወርቂ ላሸለማ ኣልማዝ ይምራን ኮይኑ ጓል መማሕማ

ቃልካ ክብ ወይ ዘራዝር ዓዲ ኸም ሌለ መናኒ ፍቕሪ ሓያል ኮይኑስ ኣባኹ ይኹን ካልእ ኸ ጻሚኤ ፍቕርኺ ኸም ማይዶርዊኒ ኹሉ ሓላፊ እዩ ኣይትደንን ሓድሓደ ግዜ ክትሰክር ከለኻ እንታይ ናበልካ ትደርፍ ክላመንደቕ ድሕር በልኳና ጭዕሪምና ክላመንደቕ ድሕር በልኳና ጭዕሪምና ኢና ኣብቲ ግዜ እቲ ተፋናቲትኩም ነርኩም ኢኹም እንታይ ናበልካ ኢኻ ትልምና ኔርካ ንኽትመልሳ?
ካሊእኸ? ንኽትድንግጸልካ ከ እንታይ ትብላ? ምስ ተባእስኩም ኣድራሻኣ ኣጥፊኣያ ካሊእ ሓዝ ንዝብሉ ከነበሩ ሰባት ንዓኣ ዝነበረካ መልሲ ከመይ ነይሩ? ተጸበየን ዝታ ዓለም ፈረኽን ድዩ ናተይ ዓለም ደቃ ሲለን ስልም ስልም ብትን ዘታ ሕንም ሕንም ብእልሻ ስጉም ስጉም ስኢነያ ኮይነ ትርጉም ነዛ ደርፊ ብሰማዕኺ ጸሓፍለይ ኣድራሻኺ ግርም እዚ ኩሉ ሓሊፉ ሰላም ኣውሪድኩም ኢኹም ብጣዕሚ ደስ ይብል ኩሉ ግዜ ብደገ ጸኒሕካ ገዛ እንትኣቱ ንሰይትኻ እንታይ ትብላ? ሳዓመኒ በልንማ በልንማ በልንማ በልንማ ብድሕሪ ምስዕዓምኩም ከ? ከይሕደጊ ዶ ተጣዓመክሲ ኣይሕደጊ ብድሕሪኣ ከ?
ግርጭ ስሕል ትንክእ ኣብ ግርጭ ስሕል ትንክእ ኣብ ግርጭ ስሕል ትርግብ ኣብ ግርጭ ግርም በዚ ዝነበረ ኩነታት ዓብዩ ናይ ሰብ ሂወት ኪሳራ እዩ በጺሑና። እናሰብና ንኽንትክእ ታይ ምኽሪ ትህበና? ኦሬ ነብዛሕ ንባዛሕ ነብዛሕ ንባዛሕ ነብዛሕ።
ጽቡቕ ቦኒትዋ፣ መብዛሕትኡ ሰብ መርከብ ቦኒትዋስ ሕልፍን ትርፍን ገንዘብ ስለዘለዎን ስለዝመቸዎን እዩ ንጽጉማት ዘካፍል ዝብሉ ኣለዉ።

ትኽእል እኻ። ኣይኖር ሓቆ ድኻዩና ዓይነን ዓጥቦ ደኽታሚና ግዜ ሓያል ከይፈገና ትናይ ኢድና ከይበና
ግርም መርከብ ቦኒትዋ ፕሮግራመይ እንዳወዳእኹ እየ ዝርከብ ኣብ ወፃኢ ንዘለዉ ፈተውትኻ ሰብስክራይብ ንክገብሩለይ እስቲ ሕበሩ በለለይ ደቂ ዓደይ ደቂ ሮባይ ኣብ ስደት ኣለኹም ደቂ ሮባይ ኩሉ ሓላፍ እዩ ሕበሩለይ የቐኔለይ ብጣዕሚ ዝፈትወካን ዘኽብረካን ራፐር መርከብ ቦኒትዋ ዕድመይ ኣኽቢርካ ብምምፃእኻ ብጣዕሚ የመስግን ከምኡውን ክሳብ መወዳእታ ሓቢርኩምና ንዝጸናሕኩም ካብ ልቢ የመስግን። ዘለኩም ሓሳብ ኣብ ኮመንት ጸሓፉልና። ኣብ ቀጻሊ ምስ ካሊእ ጋሻ ክሳብ ንራኸብ ሰሰናዩ ተመንየ። ቻው ቻው።
ትግርኛ ኣፍሮ ጓይላ ስታይል ሕምብጥሽም ሕምብጥሽም